ሰላም ደቂ ኸናሪ ብዙሓት ሰባት ኣብ ኮመንት ኣብ ክንደይ ቻነል ዲኻ ትነጥር ዝብል ኮመንት እንቢበ ኣለኹ። ሎምኻ ካናሪ ተበሪሃትኒ ኣላ ኣብ ካናሪ መጼ ኣለኹ። ሎሚ ኬፍ ዘለዋ ደርፊ እየ ሒዘልኩም ዘለኹ። ኣንታ ኩሎ ግዜ ኬፍ ዘይብሉ መቸም ኣይምጽእን እየ ኣነ ኬፍ ዘለዋ ኣይደግምን እየ። ግድን ተኣሲኻ ዝበልክኒ ስሒቐልኪ ከይተረድኣኒ ሎምስ ኣሚነሉ ንቓላትኪ ተጣዒሰ እስራት ይኹንኪ።
ናይ ኣቤል መልኣከ። ተጋይሸይ ገጢምዋ እንታይ እዩ ዝብል ዘሎ ክትጠዓስ ኢኻ ዝበልክኒ ስሒቐልኪ ከይተረዳእኒ ሎምስ ኣሚነሉ ንቓላትኪ ተጣዒሰ ብስራት ይኹንኪ ክትጠዓስ ኢኻ ዝበልክኒ ሎምስ ኣሚነሉ ንቓላትኪ ስሒቐልኪ ከይተረዳኣኒ ሎምስ ኣሚነሉ ንቓላትኪ ተጣዒሰ ብስራት ተኾንኪ እንታይ እያ እታ መእተዊት ኦኬ መእተዊ ማለት መእተዊ ማለት ገለ ነገር ክነግረካ ኣለዎ ኣፍ ደገ መእተዊ ኣለዎ ንሓደ ገዛ ስእልካ ብናሳ ኣይትኣትዎን ኢኻ እንታይ ምስ ገበረ ከምዚ ክብለኪ ከለኹስ ክጣዕ ስሒቕልክኒ እሞ ሽዑ ስሒቐልኪ ከምዚ ክገብረኪ ከለኹ ከምዚ ክብለኪ ከለኹ ከምዚ ክፍጽም ከለኹ የለን ኣብ መእተዊ የለን ከምዚ ሓደ ሰብሲ ሰላም ኢሉስ እንታይ ድኣ ኢኻ ጌርካ ትማል ማለተይ ኢሉስ ባዕ ከብለካ ይኽእል እዩ። እዚ ብድሕሪት ኣትዩ ባዕ ዘብላ ዘሎ ዋላ ሓንቲ መእተዊ ዝብሃል ቃል ከምዚ ብናሕሲ እዩ ዝኣቱ ዘሎ። ኣብ መእተዊ ኣንፈት ተምጽእ ኣንፈት ተምጽእ ድሕሪኡ ትዝርዝሮ ሰልችና ከማን ክንዛረበሉ እዚሲ። ገለ'ሞ እንታይ ኢኻ ኮንካ ትዛረብ ዘለኻ ተምጽእ ኣይደግምን'ያ ትብል ዘላ እታ ኣርእስቲ እንታይ እቲ ዝደግሞን ዘይደግሞን ምርር ዝበለ ቃላት ድዩ ተዛሪቡዋ ወይ ወስድዩ ኢሉላ እንታይ እቲ ዘይድገም ኣብ መእተዊ ፈጺሙ ኣንፈት ዝብሃል የለን ኣንፈት ክህሉ ኣለዎ ኣብ መእተዊ ሽዕኡ እንታ ኮይኑ ድኣ ከምኡ ጌረ ወደይ ኣብ ዝብል ኣብቲ ዝርዝራት ትኣቱ ኣብ መእተዊ እንተ ኣብ ዕጽው ማዕጾ ኣብ ዕጽው ማዕጾ በየን ጌርካ ክትኣቱ ትኽእል። ከኳሕኩሐ'ዩ ዝኣቱ ዘሎ ኣይኳሕኳሕትን ንሕና ከሞ እቶም ሰማዕቲ ማዕጾ ዓጽዩ እዩ ዝዛረብ ዘሎ ክንቅጽል ንኽእል ብዛዕ እንታይ እዩ እንታይ እዩ ኣጣዒስዎ ገለ ክንብል ክንክእል ኣለና እቲ ጸፊዐ ክኸይድ ክጣዓስ ኢኻ ዝበልክንስ ተጣዒሰ ሕጂ ብስራት ይኾንኪ። ኦኬ ብስራት ይኹንኪ ማለት ንሳ ክትጣዓስ ክጣዓሰላ ትደልዮ ኔራ ማለት እዩ ምኽንያቱ ብስራት ይኹንኪ የረዳኣካ እዩ ብስራት ይኹንኪ እንተኢሉስ ክምለሳ ትደልዮ ከም ዝነበረት የመልክት እዩ እንታይ እዮም ኮይኖም ግን ብዘይ ኣንፈት ተበጊስና ኣለና። ንቐጽል። ከመይ ገሚትክዮ ንንፍዓተይ ጀለም ከም ዝብል ንቡርተይ ክጥልቂ። ከመይ ገሚትክዮ ንንብዓተይ ጀለም ከም ዝብል መዕጎርተይ ከጠልቂ ንኣዋርሕ ከም ዘሳልየኪ ንኣዋርሕ እንታይ ማለት እዩ እንድዒ ዕለት ብዕለት ንሰለስተ መዓልቲ ንገለተ ዝብል ምሓሸ እንታይ ማለት እዩ ንኣዋርሕ ኢልካ ንነዊሕ ገለ ኢልካ ትገልጾ ኢኻ ንነገራት። ንኣዋርሕ ማለት ንዓመታት ንዓመታት ከማን ጽቡቕ መግለጺ ንኣዋርሕ እዩ። ስለምንታይ ንኣዋርሕ ሓሲብዎ? ሽዑ እንታይ ይብል ኬፍ ዘላተ። በየን ኣቕሊብክላ ነዛ ልበይ ትርታኣ ስራሕ ከምዘቋርጽ።
በየን ኣቕሊብክላ ነዛ ልበይ ትርክታኣ ምስራሕ ከምዘቋርጽ። ትርክታኣ ምስራሕ ከምዘቋርጽ እዚ ኤግዛጀረሽን ኣይኮነን ኦቨር ስቴትመንት ኣይኮነን ሃይፐርቦል ኣይኮነን ምግናን እንተኾይኑ ተሓሲቡ ትርክትኣ ተዘሪጉ ክትብል ትኽእል ኢኻ ትርክቲ ኣቋሪጹ ይብል እንድሕር ሃልዩ ሞይቱ ከሎ እዩ ዝዛረብ ዘሎ እዚ ሰብ ሞይትካ ከለኻ እኮ ክትዛረብ ትኽእል ኢኻ ፐርሰፍኒኬሽን ሰባውነት እኮኒ ንሓደ ሬሳ ከተዛርቦ ትኽእል ኢኻ ንሓደ ጎቦ ከተዛርቦ ትኽእል ኢኻ እዚ ግን እንታይ እዩ ዝሓትት ዘሎ? ተጋግየሞ ሕድገት ግበርላ። ኣበይ ኣብ መቓብሩ ከይዳ ፍሒራ ሕድገት ክትገብረሉ እያ ኣኸ እዚ ኣጋንኖ ኣይኮነን፣ ሃይፐርቦል ኣይኮ ወላ ሓንቲ ናይ ግጥሚ ኤለመንት ኣይኮነን። ምክንያቱ ንሓደ ብህይወት ዘየለ ሰብ ከመለኹም ደቀይ ወይ ንሓደ ስዉእ ከመለኹም ወረስተይ ከም ዝብል ክትገብሮ ትኽእል ኢኻ ይበሃል እዩ። እዚ ግን ገና ሕድገት ግበርለይ እዩ ዝብል ዘሎ። ትርግታ ከም እተቋርጽ ልበይሲ መን ነጊሩኪ? ትርግታኻ እንተቋሪጽ ደኣ እሞ እንታይ ሕድገት ኣድልዩካ እዩ ኣኺ ረባ ሓዲግልካ እንድዩ ህይወት ብዓቢኡ የላኻን እኮ። ንቐጽል።
ተነቢኽለይ ትንቢት ነብያት ኦሪት። ጽብቕቲ እያ እዛ ግጥሚ። ተነቢኽለይ ኢኺ ተነቢኽለይ ኢኺ ትንቢት ነብያት ነብያት ኦሪት ተነቢኽለይ ኢኺ ትንቢት ነብያት ኦሪት ኦኬ። ሓደ ተነቢክለይ ኢኪ በይና እክልቲ ነይራ እንድያ ነብያት ኦሪት ከ እንታይ እዩ ነብያት ሎሚ ኣለው ማለት ድዩ ነብያት ሎሚ እንተሃልዮም ከ ሓሶት እዩ ናቶም ናይ ኦሪት እዮም ዝግምቱ ማለት ድዩ ነብያት ኦሪት ትብል ቃል እንታይ ክትገብር እያ ኣትያ ዘላ በቢኢድካ ድዩ ኮይኑ ፒሮ በብዝመጸልካ ወይ ትብት ድሕሪያ ትስለ ዘላ ንናዕታ ኢልካ ዝተገብረ ድዩ ተነቢክለይ ኢኪ እንተልካ ኢናፍ ኢናፍ ትንቢት ነብያት ኦሪት ሕጂ ምውድዳር ዝበሃል ኣሎ ኮንትራስት ኣሎ ትንቢት ኦሬት ክትብል ከለኻ ትንቢት ሎሚ ብኣንጻሩ ገለ ዝግለጹ ኣለዉ ማለት እዩ። እታ ኦሪት ትብል ቃል ንምንታይ እያ መጺኣ? ፕላንቲ ሃልኪ ናይ ቃላት ጥራሕ እዩ። ሸው እንታይ ይቕጽል? መስተውን ነይሩኒ ሓደ ስጉሚ ዘይሰድድ ንቕድሚት ተጣዒሰ'የ ደጊም።
መስጣወት ኔርኒ ሓደ ስጉሚ ዘይስድድ ንቕድሚት። ተጣዒሰ ደጊም ኣንቲ ዘይጣዓሲ ከይትጣዓሲ ኢልኪ ዝሃብክኒ መቕድም ገሊኡ ይነጥረ ኣለኹ ተጣዒሰ ተጣዒሰ ህድገት ግበርለይ ሕድገት ግበርለይ ሕድገት ክትገብረሉ እንተኾይና ሓንቲ መእመኒ የላን ኣብዚ ስለምንታይ እያ ሕድገት ክትገብረሉ ተጣዒሰ ስለ ዝበለ ጥራሕ ነጥብታት እኮ ኣብዚ ኣይቀረቡን እንታይ ገይርዋ ንዓና ይምልከተናን እዩ ከም ዘይምልከተና እዩ ገይርዎ ሕራይ ክልተ መን እያ እታ ሰብ መጀመርታ መን እያ ኣዲኡ ድያ ሓፍቱ ድያ ኣፍቃሪቱ ድያ ወይ ሓንቲ በጊዒ ድዩ ዝዛረባ ዘሎ ሓንቲ ፈረሱ ብዝግባእ ዘይመገባ ድዩ ብፐርሰንትኬሽን ዝዛረባ ዘሎ መን እያ መጀመርታ መን እያ ኣይተገልጸልናን ምስ መን ይዛረባ ኣሎ ንፈልጥ የለናን ከምቲ ልሙድ ምስ ሓንቲ ፍቃሪቱ እናበልና ክንሓልፎ እሂ ስለምንታይ ዘይንገረካ ነዴኻ እውን እኮ ሕድገት ግበርለይ ይበሃል እዩ ነዴኻ ውን እኮ ሐጺርካ ካብ ገዛ ክትጠፍእ ከለኻ ክትጣዓስ ኢኻ እታ ቆልዓ ግደፍ ክትብለካ ትኽእል እያ ኣዴኻ ሓፍትኻ ውን ከምኡ ክትብለካ ትኽእል እያ መን እያ ፍቅረይ ትብል ቃል የላ ሓፍተይ ትብል የላ ሓቅኺ እንዲኺ ኣደይ ትብል የላ መን እያ እታ ሰብ ኣይንፈልጣን ዘለና ምናልባት ተንፈልጣ ኔርና መላመናዮ ኣደ እንዲኺ ንዒ ሕድገት ግበርሉ ሓፍቲ እንዲኺ ንዒ ሕድገት ግበርሉ ኢሂቲ ክንድዚ ዓመታት ብሓደ ኬድኩም እንዲኽም ኣፍቃሪት እንዲኺ ሕድገት ግበሩ ኢልናስ ምሓገዝ ንዒ ሕድገት ክትገብረሉ ሕድገት ግበርለይ ይብል ስለ ዘሎ ክንቁንዞ ንኽእል ይቁንዞ እዩ ዘሎ ይፍትን ኣሎ ክቁንዞ ከማን ይፍትን እዩ ዘሎ እምበር ይቁንዞ ከማን የለን ኩላሓንቲ እዩ ነገረናን ዘሎ ክንሰምዓ ኢና ግን ሕድገት ግበርለይ ተጣዒሰ ኢልዋ እዩ ኔክስት እንታይ ይብል ገና ኣይቀበፅኩኹን የማዕደወኪ ኣለኹ እንታይ ዓይነት ዘረባ እዩ እዚ ሕድገት ግበርለይ እንተኢልዋ ደኣ ገና ከም ዘይቀበጸ ኣብ ፍሉጥ እንድዩ። ኣብ ፍሉጥ ነገር እኳ ይዛረብ ዘሎ። ሕድገት ግበርለይ ተጣዒሰየ ትማሊ ዝገበርክዎ እንተኢልካ ኣይቀበጽክዎን? እንተተቐብጻዳ ከመይ ጌርካ ሕድገት ግበርለይ ክትብላ እሞ ስለ ዘይቀበጽካያ እንዲኻ ሕድገት ግበርለይ ትብላ ዘለኻ። ኣይቀበጽኩን ምባል እንታይ የገድሰካ?

እም ቅድሚ ገለ ግዜ ጠሊመኪ እየ ሕድገት ግበርለይ ከምድያ ትብላ ምሽ ነገር ተወዲኡ ክትገብረልካ ድያ ኣይትገብረልካን ካልእ ጉዳይ እምበር ገና ኣይቀበጽኩኹን ሕድገት ግበርለይ ተልካያ ከምዘይ ቀበጽካያ ፍሉጥ እየ ኣኸ ቃላት ቃላት ብኾንቱ ፈቕዶ ጎደና ኣይትስንትዎምን ኢኻ እንታይ እዮም ኮይኖም ንወዳእያ እሞ መጀመርታ ሓምሳ ግዜ ነጊረዋ ከም ተጣዕሰ ትቕፅል እያ ተግጥሚ እዩ ሕማም ኣርባዓ መስመር ገለ እንድዩ ዘለዎም ገጠምትና
ሓዳኩኒ ከም ለዋህ ወላዲት ሓዳኩኒ
ከም ለዋህ ወላዲት ሓዳግ ኩኒ ከም ለዋህ ወላዲት። ኣብዚ ከኣ ኣሎ ሽግር። ኣታ እቲ ቃላት ኣታ ብቑቕዎታ። ሓዳግ ኩኒ ከም ወላዲት ምባል ኣይኣክልን ድዩ? ለዋህ ትብል ቃል እንታይ ተገድስ ኣላ? ኣህ ጨካን ወላዲት ኣላ ንምባል ድዩ? ሓዳግ ኩኒ ከም ኣደ፣ ሓዳግ ኩኒ ከም ወላዲት ምባል እኮ እኹል ነይሩ እዩ። ሓዳግ ኩኒ ከም ለዋህ ወላዲት። ከም ለዋህ ወላዲት ክትብል ከለኻ ንእግረ መገድኻ ጨካናት ወለዲ ኣለዋ ዝብል መልእኽቲ ኢኻ ተሕልፍ ዘለኻ። ሓዳግ ኩኒ ከም ኣደ እኹል ኔሩ። ጠፍ ኣቢልኪ ጠፍ ኣቢልኪ ባሕቆፍኒ። ኣዚኣ ካልእ ገጣማይ ተቐይሩ ክጥዕም። እታ ለዋህ ገዲፍካ ሓዳግ ኩኒ ከም ኣደ ጠፍ ኣቢል ክባ ሓቆፍኒ ከምኡ እያ ትገብር ቅጽዓ ኣለካ ናይታ ናይታ ዝበደላ ጠፍ ኣቢል ክባ ሓቆፍኒ ካብዛ ግጥሚ ብምልእታ እዚኣ እኽልቲ ነይራ እኽልቲ እዘን ክልተ መስመር እኹላት ነይረን ተጣዒሰ ሕደግለይ ጠፍ ኣቢልኪ ግደፍኒ ምልእቲ እዚ ኩሉ መስመር ኣገደስቲ ኣይነበረን። ኣብዚኣ ዘላ ክትጽብቕ ከመደ ተጣዒሱ እንድዩ። ኣቢሱ ተጣዒሱ ጠፍ ኣቢል ክምሓረኒ ከመደ ኮነኒ። ዋይ በዘን ሰለስተ ኣርባዕተ መስመር ክውድእ ይኽእል ኔሩ ይኣኸ እዚ ኩሉ ዘድክም እንታይ እዩ ኔርዎ። እንታይ እዮም ኮይኖም ተበልካኸ? ኣይጠልመክን'የ ኣይደግምን'የ ሕደግለይ። ከምዚ ጠለማስ ኣብ መወዳእታ ነገሩና። ሙሉእ መዓልቲ እንታይ እዮም ኮይኖም? እንታይ እዩ ገይሩዋ? ሕማቕ ቃል ድዩ ተዛሪቡዋ? ጸፊዕዋ ድዩ? መፍትሕ ድዩ ዓጽዩዋ? ሓዲሩ ካብ ገዛ ድዩ ሰጊግዋ ወላሕ እንተኸይፈለጥና ውዒልናስ ኣብ መወዳእታስ ኣይጠልመክን እየ ኢለዋ ከም ዝጠለማ ኣብ መዛዘሚ ተነጊርና ኣብ መእተዊ ክነገረና ዝገበኦ ዋእ ስማዕ ዶ ሓደርካ ከይበልካ ዶ ዘረባ ይጅመር እዩ ከመዓልካ ከይበልካ ይጅመር ድዩ መእተዊ ማለት እኮ እቶም ቀመማት ግጥሚ ኣብዘይ ወላሕ እንተንዮም ዘየለው ኣብዚኣ ሓንቲ ማይ ወዒ ጌርካ ሽሮ ስለ ዘእተኻላ ጸብሒ ክትብለኒ ትኽእል ኢኻ እወ ጸብሒ እያ ስለምንታይ ከም ኮሚደረ ዘይገበርካላ ስለምንታይ ጻዕዳ ሽጉርቲ ዘየእተኻላ ስለምንታይ ከለ ቀመማት ዘይገበርካላ እዩ ኣብ ግጥሚ ግን ኣብ ግጥሚ ቀመማት እዩ ዘገድስ ዘየገድስ ቀመም ከይተእቱ ከኣ ክትጥንቀቅ ኣላካ እዚ ናይ ግጥሚ ናይ ግጥሚ ሕንቃቀ ጸብሒ ዳኣ ኩሉ ጸብሒ እኮ እዩ እንታይ ዓይነት ኢኻ ከተመቅሮ ዘለካ እዩ ዘረባ ናይ ግጥሚ ኣብ ጸብሒ የለን ኣይበልኩን ኣነ ጸብዐ ኣሎ ኣብዚ ኣዝዩ መቐረት ዝጎደሎ ጨው ብሉ ሽጉርቲ ብሉ በርበረ ብሉ ወላ ሓንቲ ዘይብሉ ግን ጸብሒ እዩ ግጥሚ ይኮነትን ኣይበልኩም ኣዝዩ ቅመማት ዝጎደላ ሓደ መጀመርትኡ እንታይ እቲ ጉዳይ ኣብ መእተዊ ክንገረና ዝግበኦ ኣብ መወዳእታ ጠሊመኪ ኢሉ ኣብ መወዳእታ ተነጊርና ብናሓሰ ኣትዩስ ክወጽእ ከሎስ ማዕጾ ክኳሓ ኣሎ ክወጽእ ከሎ ክኳሓ ኣሎ ክኣቱ ከሎ ኣይኳሕኩሕን ኣይነገረናን መእተዊ